ወራህመቱላሂ በረካቱ ከመይ ኣለኹም ንእሽተይ ደርደሻ ናይ ማኪና ኣይተራኸብናን ቀኒና ቁርብትለይ እዚ ቀጠልያ እውን ክነርእየኩም ስዊድን ገና ክረምቲ ከይኣተና ከለና ከምዚ እዩ ዘሎ ሕጂ ክቅየር እዩ ድሓረይ ድሕሪ ቁሩብ ሕጽር ዝበለ እዋን ከኣ ናብዛ ቁርና ዝኩሉ ከዳር ዝኩሉ ክተርፍ እዩ ከመይ ኣለኹም ኢንሻላ ብኸር ጠይቢን ንእሽተይ ርእስቲ ስጋብ ዝኣቱ ንገዛ ካብ ስራሕ ወፅየ ሕጂ ከዕልለኩም ደልየ ኣነ ሰራሕተን ናይ መኪና ዕላል ጣዕሚ እያ ደስ ትብለኒ

በይኑስ ቤት ትምህርቲ እዩ በቃ ጃማዓ እዩ ያኒ ሓሰን ኣልበስሪ ክበሃል እንከሎ ስብሓንላ ስብሓንላ ኣነ ብጣዕሚ እዩ ዝገርመኒ ከመይ ተዓደሉ ሰባት እዮም ሂወቶም ኩሉ ናብ ረቢ ኣሕሊፎሞ ንክንደይ እንታይ ሽሙ ዕልሚ ገዲፎም ብድሕሪኦም ከይዶም ያኒ ሓደ ካብቶም ተዓደሉ ዝበሃሉ ሰባት ማለት እዮም እንታይ ኢሉ ሕጂ ሓደ ሰብሲ እታ ናቱ ጠቕሲ ክንምለሳ ሓደ ሰብ ምስ ረቢ መን ለም የተኣደብ መዓላህ ማለት ምስ ረቢሲ ብኣደብ ብስነ ስርዓት በቲ ዝግብኦ ጎይታ ስብሓን ወተዓላ ፈጣሪ እንድሕር ምስኡ ብኣደብ ብኣደብ ማለት እንታይ ማለት እዩ ማለት ሲ ንፈጣሪኻ ሲ እሕትራም ጌርካ ክብረት ጌርካ ዓዚምካዮ ናይ ረቢ ዕብየት ፈሊጥካ ኣብቲ ውሽጥኻ ኩሉ ግዜ ሓድር ክኸውን ከሎ ማለት እዩ ያኒ ረቢ ይፈልጥ እየ ረቢ ይፈልጥ እየ ጥራይ ዘይኮነ ብመልሓስካ ወይ ኣብቲ ተግባርካ ክውዕል እንከሎ ናይ ብሓቂ ናይ ብሓቂ ነዚ ፈጣሪ እዚ ዝተኣምነሉ ምዃንካ ተኽብሮ ምዃንካ ትሰምዖ ምዃንካ ክረኣይ እንከሎ እዩ ሕጂ እቲ ኣደብ መዓላህ ዝረኣይካ እንታይ እዩ ኣወለን ኣብቲ ዓቂዳኻ ኣብቲ ኢማንካ ኣብቲ ኣብቲ ሰራርሓኻ ካልኣይ ከዓ ኣብቲ ሙዓመላት ናትካ ከዓ

ሙዓመላ ናይቲ ሰብ ግን ከመይ እዩ ካልእ ይትረፍ ካልእ ይትረፍ ሕጂ እንድሕር ክነምፅኦ ኮይንና እቲ ሙዓመላ ዝበሃል ኣብቲ ሕቁቅ ዋጅባት ዝረአ ማለት እዩ ደዊለን ደቂ ኣንስትዮ ደዊሎም ሰባት ሓንቲ ጓል ኣንስተይቲ ክትፋታሕ ደልያ ምስ ሰብኣያስ ኣርባዕተ ዓመት ሕሰብዎ እሞ ኣርባዕተ ዓመት ስፍትሓኒ ኢላ ትልምን ኣርባዕተ ዓመት ካብ ዕድሜኣ ክኸይድ ከሎ እዚ እዚ ሙዓመላ እዚ ረቢ ይፈትዎ ቢላ ዓለይኩም ሰብ ብክብረትን ብለሚንካ ቤት ሰብን ክንደይ ወሲድካዮ እዚ ሰብ እዚ ኣይተሰማማዕካን ካላስ ያኒ እንታይ ኢኻ እሞ ክትረክብ እስኻ ወዲ ተባዕታይ ኮንካ ንኣብነት ሲ ሓይሊ ተሰሚዑኳስ ፍትሕ ኣብ ኢድካ ስለ ዘሎ ሲ ኖ ኣይፍትሕን እየ ወረቐት ወር ብሕልፊ ብወረቐት ዘይተፃሓፈ ተኮይቱ ኮይኑ ከዓ ብዙሓት ኣለዋ ከምኡ ኣብ ናይ መንግስቲ ዘይተመዝገበ ከይደን ፍትሕ ክሓታ ዘይክእላ ካብ መልሓሶም ክሰምዓ ሲ ያኒ ኣርባዕተ ዓመት ካብ ዕድሜአን ክኸይድ ከሎ እዚ ማህዘላ ኣይኮነን ማእሳ ኣይኮነን ያኒ ኣበሎ ኣበሎ እቲ እቲ እቲ ኣደብ

ሕጂ ዋላ ኣብቲ ወዲ ተባዕታይ ዋላ ጓል ኣንስተይቲ ብሕልፊ ብሕልፊ ደቂ ተባዕትዮ ከኣ በቲ ሸርዒ ረቢ ዝሃበኩም ታእዛዝ እስኻትኩም ክትዓቕዱ ክትገብሩ ፍትሒ ክትገብሩ ንክተባሳጭዉ ደቂ ኣንስትዮ ኣሕዋትኩም ወይ ድማ ዝተመርዓኻያ ጓል ኣንስተይቲ ኣጉል ተሪፋ ክትሪኣ ዝሕጎሱ ሰባት ኣለዉ ብጣዕሚ እዩ ዝገርመኒ ኣነ ኣስላመይቲ ሓፍትኻሲ ኣይደለኻያን ያኺ እስኻ ንበር ናብራኻ ትገብር ኣለኻ ግደፋ ናብራኣ ትግበር እንታይ ገበረትካ እንታይ ኢኻ ክትጥቀም ኣስለን እንታይ ስብእነት ኮይኑ ብ ፍትሕ ፈቲሐኪ ኣለኹ ማለት ወይ ኣይፈትሐክን እየሲ እንታይ ስብእነት ኮይኑ ሰብኣይ ዝበሃል እኮ ሙዓመላ ናሃቱ እሕትራም ዘለዎ ኣብ ኩሉ ነገር ያኺ ከምዚኦም ረባኒን እዚኦም ሳሊሕን ብዛዕባኦም ተንፈልጥ ነርና يعني ሓደ ሓደ ካብቲ ብጣዕሚ ተባሳጭዎ ዝነበረ ሰበይቱ ኣይፈትሓን ይብል ነይሩ ብጣዕሚ ብጣዕሚ ብጣዕሚ ነገረኛ ዝኾነት ሰበይቲ ነይራ ሓደ ሰብኣይ ነይራቶ ማለት እዩ ኣይደለይን ክፈትሓ ትፈልጡ ንምንታይ ይብል ነይሩ ኣይደልን ክፈትሓ ምክንያቱ ካልእ ሰብኣይ ከይዳ ከይተሳቅ ይብል ነይሩ ስብሓንላህ ህይወቶም ሲ ነቲ ካልእ ሰብ ክብሉ ከማነይ ኦፈር ይገብርዎ እንታይ እዩ ዝበሃል ኦፈር እንታይ እዩ ዝበሃል ይደሑ ይደሑ ብሓያትም በቲ ህይወቱ ሲ ንካልእ ሰብ ኣዛ ከይበፅሑ ኢሉ ሲ ንካልእ ሰብ ከይበጽሖ ኣዛ ነቲ ካልእ ሰብኣይ ተመርዒዋ እሞ ከምቲ ኣነ ዝእዘዮ ዘለኹ ከይእዘይሉሲ እንታይ ድበሃል ህይወቱስ መስዋእትነት ከፊልዎ ህይወቱስ መስዋእትነት ገይርዎ መን እዩ ከምኡ ዝገብር ሕጂ እስከ ንገሩኒ ኣብዚ እዋን እዚ እንተሓተትዎ ድማ እንድሕር ዝፈታሓ ሰበይቲ እንድሕር ሓቲቶሞ ብዛዕባኣ ኸዓ በቃ ተወዲኡ ኣብ መንጎይን ኣብ መንጎኣ ዝነበረ ተወዲኡ ሕጂ ኣነ ማሕረመይ ስለ ዘይኮነት ብዛዕባ ምሳይ ከላ እኮ ሕማቕ ዘይተዛረብኩ ብዛዕባኣሲ ምስ ፈታሕክዋ ሕማቕ ክዛረብ ኢሎም ከዓ ዝዓፁ ኣለዉ ኣብ ኩላህና እዩ ዋላ ኣብ ደቂ ኣንስትዮ እውን ፅቡቅ ንገብር ማለት ኣይኮነን ግን ኣነ ሕጂ እንታይ ክብል ደልየ እቲ ፍትሕ ዝበሃል ኣብቲ ኢድ ሰብኣይ ረቢ ዝገበሮ መፃወቲ ይኮንን ሸርዑላህ እዩ ኣደብ ዘለዎ ምስ ረቢ ከምኡ ኣይገብርን እዩ በቲ ናይ ሹም ረቢ ይማራዓው በቲ ናይ ሹም ረቢ ከዓ ይፋታሕ ኣደብ ስነ ስርዓት ዘለዎ ንረቢ ዘሕተርም ንረቢ ዘኽብር ሕጂ እንታይ እቲ መቐፀሊ ናቱ እንታይ ኢሉ ሓሰን ኣልበስሪ ረሒመሁላህ ሳልሕ ዝኾነ እንዲ ነይሩ

እዚኦምሲ ብጣዕሚ ነቲ ኩሉ ዝገብርዎ ነገራት ይፈርሑ ማለት እዮም ከርእየኩም እዚ ናይ ገዛውትና ቆፅሊ ከዓ ነይራዮ ሕጂ ሓደ ሰብሲ ክፈራሕ ኣለዎ ረቢ ስታ ክገብረኒ ፅባሕ ንግሆ ኣነ እዛ ጓል ሰብ እዚኣ ኣንጠልጢለያ ኣርባዕተ ዓመት ክንደይ ኣለዋ ካልኦት ካብኡ ንላዕሊ ዝነማን ዝፅበያ ስብሓንላህ ንክፈትሕዎን ክልምና ወሳተን ከዓ ይፈርሓ ምክንያቱ እሳ እውን እኮ ኣብ ሓራም ክትወድቕ ትኽእል እያ ብኡ ሰበብ ኣይፈትሓን ላኪን ሓራም ነገር ክትገብር ትኽእል መን መን ከብላ ይኽእል እንድሕር ረቢ ይስተረና ይስተር ንኹሉ ንኹሉ ሰብ ስለዚ ሲ ከምኡ ክኸውን ኣይግባእን እዩ ረቢ ዝፈርሕ ሰብ እንድሕር ኮይኑ ናይ ግድን በቲ ረቢ ዝበሎ መንገዲ ገይሩ ክፈላለይ ዳኣ ኣለዎ እምበረይ ንጓል ሰብ ከምኡ ገይሩ ከሸግርን ኣብ ፀገም ክእቱን ኣይግባእን እዩ እቲ ተኣድብ መዓላህ ዘብሎ እዚ ማለት እዩ ተኣድብ መዓላህ ኣደብ ዘለዎ ሰብ ረቢ ዝፈርሕ ማለት እዩ ከምኡ ኣይገብርን እዩ ለኣኑ እዚ ሰብ እዚ ካብ ረቢ ስለ ዝፈርሕ ስለዚ እንድሕር እንድሕር ምስ ረቢ ዘይተኣደበስ ኢሉ ማለት እዩ መቐጸልቲኡ ምስ ረቢ እንድሕር ዘይተኣዲቡ እዚ ሰብ እዚ ኣደበሁ ላሁ ታሕተ ልኣርድ ኣብ ፈውቀ ልኣርድ ኣብ ላዕሊ ኮይኑ ንረቢ ዘይፈርሐ ንረቢ ኢሉ ዘይገደፈ ሕማቕ ስራሕ ዘይገደፈ ሕማቕ ዘረባ ዘይገደፈ ብዙሕ ነገር ዘይገበረ ኣብ ልዕሊ መሬት ኮይኑ ፅባሕ ንጎ ትሕቲ መሬት ከዓ ረቢ ይእድቦ ይእድቦ ማለት ቀፅዖ እዩ ስለዚ እንኳን ዶን ኣብ ኣብቲ ናይ ኣላ ስብሓን ወተዓላ ሲ ውላድ ውላድ ቆልዑት ከማን ኣዕቢኻዮም ከምቲ ዘዕበኻዮም እዱባት ተዘይኮይኖም ፅባሕ ንግሆ ኣዱንያ ትእድቦም ይበሃል ተዛሪብካዮም ዘይሰምዑ እንድሕር ኮይኖም ዝግበሩ ኢልካዮም ዘይሰምዑ እንድሕር ኮይኖም ፅባሕ ክመሃሩ እንዲዮም ይበሃል ከምኡ ማለት እዩ ወዲ ሰብ ብብዙሕ ነገር ይእደብ ብብዙሕ ነገር ሽግር ምስ ረኣየ ኣብ ክፉእ ምስ በፅሐ እቲ ዝምዕዶ ዝነበረ ረቢ ዝብሎ ዝነበረ እቲ ወላዲ ዝብሎ ዝነበረ ይገድፍ ማለት እዩ ኣይርድኦን ከምኡ ኢሉ ዝበፅሕ ኣይመስሎን ላኪን መጠረሽትኡ ናብኡ ይበፅሕ ማለት እዩ ሕጂ ከዓ መን ለም የተኣደብ ማዓ ላህ ኣደበሁ ላሁ ታሕተ ልኣርድ ያኒ ክትሓስቦ ከለኻ ኣዕሚቕካ ክትሓስቦ ከለኻ ዘረባ እዚ ብዙሕ ኣቕዋል እንዲ ዘለዎ ሓሰን ኣልበስሪ ፍሉጥ እዩ ካብቶም ሳልሒን ዓቢ ብዙሕ ብዙሕ ኣቕዋል እዩ ዘለዎ ግን እዚ ንባዕሉ ዲፕሊ ክትሓስበሉ ከለኻ ኣብ ኩሉ ሸነኻት ህይወትና ሲ ከመይ ጌርና ክንሪኦ ክነቕርቦ ንኽእል ከመይ ጌርና ክንጥቀመሉ ንኽእል ኢልና እንድሕር ንሓስብ ኮይንና ብዙሕ ነገር ኢኻ ትመሃረሉ ጠብዓን ቁርብ እንዳረኣኹም እቲ ቦታ ክኸይድ ደልየ

ሕጂ ናይ ኩላትና ክእለት ከኣ ተፈላለየ ክእለት ክኸውን ይኽእል እዩ ናይቲ ሓደ ክእለቱ ተስዓ ፕረሰንት ክኸውን ይኽእል ናይቲ ሓደ ሰማንያ ፕረሰንት ክኸውን ይኽእል ናይቲ ሓደ ሓምሳ ናይቲ ሓደ ኩሉ ንኩላህና ተኣዚዝና እንዲና እተቂላህ ማስተጣዕት ክበሃል እንከሎ ብተኸኣለ መጠን ሕጂ እንታይ እዩ እቲ ስቲጣዓ ኖ ቁሩብ ገይረ ደሓነ ይኣኽለኒ ዘይኮነሲ በቃ ብተኸኣለኒ መጠንሲ ክፅዕር ኣለኒ ስጋብ መጠረሽታ ክፅዕር ኣለኒ እቲ ረቢ ዝፈትዎ እቲ ረቢ ዝደልዮ ንክገብር እቲ እተቂላህ ማለት ከኣ ተቅዋ ማለት ረቢ ምፍራሕ ማለት እዩ ረቢ ምፍራሕ ማለት ከኣ እንታይ ማለት እዩ ንኣብነት ከምዚ ዑለማእ ክገልጽዎ ከለዉ ሓደ ሰብ ኣብ እሾኽ ዘለዎ ቦታ ኣብ እንታይ እዩ ዝበሃል ከምዚ ዝኣዝየካ እግርኻ ዝኣዝየካ ወይ ድማ ጥራይ እግርኻ ከድካ ታእሽሙ ዝገብረልካ ክኸውን ከሎ እንታይ ኢኻ ትገብር? ተጠንቂቕካ ትኸይድ። ተጠንቂቕካ እቲ እሾኽ ከይወግኣካ እንዳነጠርካ ነቲ ሓደ ተሕልፎ ነቲ ሓደ ተብሎ ከምኡ እንዳገበርካ ትኸይድ ማለት እዩ። ፈቢታሊ እቲ እትቃእ ማለት ጽቡቕ ስራሕ ክትገብር ንረቢ ፈሪሕካ ጽቡቕ ስራሕ ክተቕምጥ ኣለካ መታን እቲ ረቢ እንድሕር ዘይገርኩም ኢሉ ክቐፅዐና ኢሉ ተቕሪቡ ዘሎ መታን ንዕኡ ከይበፅሐና ከይንረኽቦ ነስኣላ ልዓፍ ወልዓፍያ ኣብቲ ጀሃንም ረቢ ልዓለሚን ዝበሎ ንኸይንኣቱ እዚታት እዚታት እንድሕር ንጥንቀቕ ኮይና ናይ ግድን እትቃ የድልየና ክንጥንቀቕ ኣለና ክንፈርሕ ኣለና በቃ ኣብዚ ጉዳይ እዚሲ ሽግር ከይንበፅሕ ረቢ ልዓለሚን ከይቐድብ ካባና ከየኹርየና ሕጂ ሓደ ካብኡ እዩ ረጃእን ኩልኹም ሰብኡት ትሰምዑኒ ንኩልኹም ሰብኡት ኣብፀሑለይ በጃኹም በጃኹም እዚአን ኣስላም ኣሕዋትኩም ተንጠልጢለን ሙዓለቃት ጌርኩመን ዘለኹም ኣብ ሰማይ ኣይ መሬት ኣይ በዓልቲ ሓዳር ኣይ ፍትሕቲ ኮይና ኣጎላጉል ኮይነን ዘለዋ እዚአንሲ ወላሂ ረቢ ክንፈርሕ ኣለና በጃኹም እስኻትኩም ጽባሕ ንግሆ ከኣ ክትሕተቱሉ ኢኹም ቀሊል ነገር ኣይኮነን ቀሊል ስራሕ ኣይኮነን ከምኡ ክግበር እንከሎ ብዙሕ ብዙሕ ሽግር ዘብጽሕ ኩነታት እዩ እዚ እዩ ከዓ ዘድልየና ንሕና ከዓ እተን ደቅኹም ቆልዑት እንድሕር ኣለዎን ድማ ምስኣተን ገዲፍኩም እንድሕር ኮንኩም ክሲ ኣብነት ሓደ ሰብኣይሲ ንሰበይቱ ክፋታሕ ክሓስብ እንከሎ ንምሳሌ እንድሕር ቆልዑት ኣለዋ ገዲፉ ምስኣ ኮይኑ ሲ ያኒ ኣልመፍሩድ ኣልመፍሩድ ማለት እዩ እቲ ናይ ቆልዑት ምስ ኣዲኦም ገዲፉ ዝኸይድ ሲ እታ እታ ደቁ ንክተዕብየሉ ሲ እዛ ሰብ እዚኣ ሳይኮሎጂስ ጥዒቲ ክትከውን ኣለዋ መንፈሳ ፅቡቅ ክኸውን ኣለዎ ያኒ እንታይ ሽሙ ክትከውን ኣለዋ ማለት ሲ መብሱጣ ኮይና ሕጉስቲ ኮይና ነቶም ቆልዑት ምዕባይ ቀሊል ከይመስለኩም ብዙሓት ሲንገል ማዘር ኣለዋ ብዙሓት በይነን ዘዕብኦም ቆልዑት ኣለዋ እዚኣተን ከማኒ ነፍስየተን ጥዑያት እንድሕር ዘይኮነሲ እቶም ቆልዑት ከማኒ ጥዑያት ነፍስያ ክወፁ ኣይክእሉን እዮም ምክንያቱ ናይ ግድ እንታደ ሙርታሕ ክትከውን ኣለዋ ፅቡቅ ክስማዕ ኣለዎ እንድሕር ከምኡ ገይሩ ኣንጠልጢልዋ ከፅንሓ ከሎ ዝኩሉ ዓመታት ኣርባዕተ ዓመት ዝኣክል ካብ ሂወታ ቆልዑት እንድሕር ኣብ ምስ ኣለዋ ኮይኖምሲ እንታይ እዮም እንታይ እንታይ እዮም ከመይ እያ ክትሪኦም እቶም ደቃ ወላ ማዕረ ደቅኻ እውን እኮ ከጽልኡካ ይኽእሉ እዮም ምክንያቱ ካብቲ ሰብኣይ ስለ ዝኾነ እዞም ቆልዑ እዚኦም በዚ ሰብኣይ ኢላ ንዓ እቶም ኮማ እቲ ጨክንን እንዲ ኣደማህመንካን ግን ይርከብ እዩ ይርከብ እዩ ብዙሓት ብዙሓት ከምኡታት ዝበጽሓ ኣለዋ እየን ፈንሕና ረቢ ክንፈርሕ ኣለና ከምዚ ዝበሎ ማለት እዩ ኣደብ ዝገበረ ምስ ረቢ የውመል ቅያማ ከኣ ኣብቲ ቀብሪ ከኣ ብዙሕ ነገር ኸይሪ ይጸንሖ ማለት እዩ እንድሕር ዘይተኣደበ ምስ ረቢ ከኣ እቲ ኣደብ መዓላህ ኣገዳሲ ምዃኑ ኩላትናሲ ኣብቲ ኣብቲ ውሽጥናሲ ሓድር ክንገብሮ ኣለና ኣብቲ ውሽጥናሲ ኣብ ሂወትናስ ኣክቲቭ ክንገብሮ ኣለና ኣክቲቭ ክነግብሮ ኣለና ማለት ሕጂ ሪኢኹሞ ኣክቲቭ ኣክቲቭ ክኸውን ኣለዎ ማለት እንታይ ማለት እዩ እቲ ውሽጥና ዓፎን ክጻጦ ክብል ሰቢሉ እዩ ኣክቲቭ ክኸውን ኣለዎ እዚ ቦታ ከ እዚ ሪኢኹሞ ዘይትፈልጡ ኢኹም ሕጂ ድማ ዓንተ ሪእኩም ዘለኹ ስጋብቲ ኣምሳኹም ዕላል ዝውድእ ኢለ እየ ስለዚ ነስኣሉ ላህ ልዓፍ ወልዓፍያ ሕጂ ኣደብ ዘይብሉ ምስ ረቢ ምስ ሰብ ኣይእደብን እዩ መልሓሱ ሕማቕ ይኸውን ስርሑ ሕማቕ ይኸውን

ብዙሓት ብዙሓት ኣለዋ ወላ ዓዚም ወፅን ክዛረባ ስለ ዘይክእላ እየን እምበረይ ድሓር ከዓ ሕጂ ኣነ ሓንቲ ዝፈልጣ ኣብዚ ስቶኮም ማዕል ስዊድን ሲ ዓመት ከዓ ናሃታ ዓመት እንዲያ ገይራ ናባይ ደዊላትለይ ፈቲና ሕጂ እቲ ዓቕዲ ዝገበረላ ሰብኣይ ደዊላህሉ ማለት እያ

ወስኑ ወስኑ ሓዳር ክንገብር ኢና እንተልኩም ኣስተኻኺልኩም ሓዳር ግበሩለን ደቅኹም ኣዕብዩ ኖ ኣይንደልየንን ኢና እንተሕሪልኩም ከኣ እዚ ኣነ ናይ ናህና ናይ ንሓበሻ ዶ ክብሎ ማዕልሽዎ ናይ ኩሉ ሰብ በሸሪ ግን ኣብ ናህና ሕብረተሰብ እዩ ከምኡ ዘሎ ኣብ ካልእ ሕብረተሰብ እኮ በቃ ካላስ ክላቐቕ እዩ ከማን ዝደሊ መስኡልያ ክወፅእ ክወፅእ እዩ ዝደሊ ወላ እዚኦም ሪኢኹሞ ማዕለሽ ቦታ እዚ ብጣዕሚ ፅቡቕ ስለ ዝኾነ ራእይዎ ስዊድን ፋልጠዋ እዚ ቪላ ኡምሮ ዶ ኤርኩብስ ባሪ ኮይኑ ማለት እንዳ ቪላ ቦታታት እዩ እንታይ ማለት እዩ እንታይ ክገብር ዘለዎ ክኸውን ዘለዎ ሲ በቃ እንድሕር ናይ ብሓቂ ዝደልያ ተኮይኑ ጌጋ እንድሕር ኣሎ ጌጋ ኣሪምካ ኮፍ ኢልካ ሽማግለ ጌርካ ተሰማሚዕካ እሳ እውን ዘድልያ ነገር ተዘራሪባ ምክንያቱ እቲ ናህና ናብራታት ናይ ሓዳር የወዳእናዮን እንዲና እቲ ናብራታት እንታይ እዩ ሽግር ዘሎ ሰብ እንታይ ከም ዝደሊ እንታይ እንታይ ዓይነት ናብራ ከም ዝደሊ ወሲኑ ናይ ግድን ኮፍ ኢልካ ተረዳዲእኻ ብስምምዕ ክኸውን ኣለዎ ኩሉ ነገር እንድሕር ዘይተሰማሚዕካ ከዓ ከላስ ናብ ምፍላይ እንድሕር ወሲንካ ኮንካ ህይወት ናይ ክልቴኻ ህይወት ምብልሻው ትርጉም የብሉ ንሱ ሲ እንታይ እንታይ እዩ ደስታ ክስምዖ ሞኒ ንሳ ተዓሊቃ ርእዋ መታን ካልእ ሰብ ከይሓተላ ከይምርዖ እዚ ኣብ ሓበሻ ክፍኣት ዘሎ ድዩ ወላ ኣብ ኩሉ ኣይፈልጥን ግን ብጣዕሚ ክፍኣት እዩ ወላሂ ልዓዚም ብጣዕሚ ክፍኣት እዩ ብጣዕሚ ዝሕዝነካ ክፍኣት እዩ እዚ ንምንታይ ማህመንካን ማህመንካን ሲ ኣስላመይቲ ሓፍትኻ ኣስላመይቲ ሓፍትኻ ስጋብ ዝኾነት ከኣኒ ንሳ ተደሚራ ወይ ድማ ሕማቕ ኩነታት በፂሓ ሲ ንዓኻ እንታይ ደስታ ይኽበካ እንታይ እንታይ እዩ ዝገብረልካ ያኺ ክሓልፈልካ ከማ ንስኻ ፅባሕ ንግሆ ወላ ምስታ ካልእ ሓዳሽ ትምርዓዋ ወላ ገለ ጥዒቲ ሰበይቲ ክትረክብሲ ምዚኣ ክኳ

ይግባእ እዩ ፍጹም ክኸውን የብሉን ምክንያቱ ረቢ ክውፍቐካ ደቅኻ ሳሊሒን ክኾኑልካ ምስቲ ኸላስ ምልኣኑ እሱ እዚ ሓዳር እኮ ብሓይሊ ናብራ የለን ግዴታዊ ሓይሊ ናብራ የለን ኣነ ሕጂ ተፋትሓ ምድጋፍ ጥፋት ምፍታሕ ደጊፈ ከይመስለኩም ኣይኮነን ብልዓክስ ረቢ ልዓለሚን ብኩሉ መንገዲ ኣንድ ደው ኢለን ክዛረባኒ ከለዋ ፃዕራ እየ ዝብለን ሓፍቲ ከምዚ ጌርኪ ዶ እንታይ ኢሉ እንታይ ትሽግር ኣዳቂቃ እየ ዝሓተን ኣስለን ክድውላለይ ከለዋ ብዙሓት ኣልሓምዱሊላህ ያኒ ሓሳብ ገዲፈን ከማነይ ተመሊሰን ዘይደወላ ኣለዋ ምክንያቱ ሓደ ሓደ ግዜ ሰብ ከርእየካ ትደሊ ኢኻ እንታይ እሞ ሽግሩ እዚኣ ሽግር ኣላቶ ኦኬ እዚ ካልእ ከምዚ ከምዚ ከምዚ ዝገብር ከፅቡቕ ዶ እዎ በቃ እሞ ኣልሓምዱሊላህ ኩሉ ሰብ ደኣ ፐርፌክት ክኸውን ኣይክእልን በዚኣ እንድሕር መሊልኪ በዚ በዚ ከዓ ትሓምል እዮ ካልእ ወላ ሓንቲ የለን ምክንያቱ ካብኡ ዝሓሸ ይመፅእ ኢልኪ ኣይትፀበይ ዝኸፍአ ክመፅእ እውን ይኽእል እዩ ከምስታት ያ ሓደ ሓደ ግዜ ጥዑይ መኻሪ የድሊ እዩ ንኩላትና ክፉእ መኻሪ በዚሑ ሕጂ ከምዚ ገይሩልኪ እዋ ከምዚ ገብርልኪ እዋ ኣይበለክን እንታይ ግዲስኪ እሞ ዘይተጠንጥንዮ እንታይ ከምኡ ከምኡ ክንብል ኣይግባእን ንኣኑ ንሕና ኣጅር ኣይንረክብን ኢና ከምኡ ጌርና ክልተ ሰብ ክፋትሑ ከለዉ ረብልዓለሚን ልክዕ ፈቒድዎ ግን እቲ ዝበለጸ ተተኻኢሉ ከኣ እቲ ፋሚሊ ተተሓሒዙ ደቁ ብሓደ ኮይኑ ክዕቢ እሱ እቲ ቤስት ግን ኣብ ዘይኮነሉ ኩነታት ክበጽሕ እንከሎ ከኣ ብሰላም ምፍላይ ኣኺ ወላሂ ልዓዚም ኣነ ብጣዕሚ እዩ ዝገርመኒ ናህና ኣተሓሳስባ እንታይ እንታይ ኢና እንታይ ኢና ንምንታይ ኢና ከምኡ ንኸውን እንታይ ኢና ክነስተፊድ እስከ ኣነ እስከ ንገሩኒ ቢላ ዓለይኩም ኣንቱም ሰብኡት ብዛት ኣንቱም ከምኡ ትገብሩ ሰብኡት ስብእነት ይስማዓኩም

ተሓጒስካ ደስ እንዳበለካ ተኸኣኢልካ ላይፍ ብሓደቲ ዘየሕሊፍካ ስታይ ትርጉሙ ንሹም ሓዳር ኣለኒ ሰብ ሓዳር ኣለዎ ክበሃል ኣነ ከምኡ ደስ ኣይብለኒ ሰብ ሓዳር ኣለዎ ኢሉ ኣይብለን ዝገብረልካ የብሉ ግን ከምኡ ከይከውን ከዓ ንሕና ኩላትና ክንፅዕር ኣለና ክንፍትን ኣለና እቲ ሓዳር ፅቡቅ ክኸይድ ናይ ግድን ብተኸኣለ መጠን ኣብ ፅቡቅ ደረጃ ክነብፅሖ ኣለና ካብ ኣንስቲ ካብ ሰብኡት ሕጂ ግን ሙዓለቃ ያኒ ክትገድፋ ረብል ዓለሚን ግን ክንደይ ሒሳብ ኣለዎ ዮም ኣልቅያማ ፍለጡ ቀሊል ነገር ከይመስለና ለኣኑ ከም ዝበሎ ማለት እዩ ምስ ረቢ ዘይተኣደበ ኣብ ኣኻፍቲ ትሕቲ መሬት ከዓ ረቢ ክእድቦ እዩ ኣብ ናይ መሬት ተኣዲብ ከዓ ቀሊል ከይመስለና ቀሊል ከይመስለና ወላሂ ልዓዚም ዓብዪ ነገር እዩ ኣብ ቀብሪ ኣቲኻ ኣብ ሲራጥን ኣብ ሒሳብን ዘሎ ንምንታይ ከምዚ ጌርካ ተባሂልካ መሰልካ እንድዩ ዓቕዲ ክትገብር ክትፈትሕ ኣብ ኢድካ ረቢ ገይርዎ ኣብ ኢድካ ረቢ ዝገበሮ እኮ ንሕክማ እዩ ንጓል ኣንስተይቲ ንክተባሳጭ ኣይኮነን ረቢ ልዓለሚን ኣብ ኢድና ፍትሕ ገይርዎ ተዝኸውን ነይሩ ጋና ብስሚላ ኣቲና ብክንደይ መዓልቲ ምፈታሕናያ ነርና ኮም ኢና ጓን ደቂ ኣንስትዮ ኣብ መዓልቲ ዓሰርተ ግዜ ምፈትሐቶ ነራ ሓደ ሰብኣይ ለኣኑ ብመሻዕር እያ ትኸይድ ብስምዒት እያ ትኸይድ ብዘኾረያ ቁፅሪ ክትፈትሖ ነራ እያ ፈቲሐካ ኣለኹ ፈትሐካ ኣለኹ ፈትሐካ ኣለኹ በለቶ ረቢ ዓቢ ገይርዎ እዚ ፍትሕ እዚ ምስ መን እዩ ክኸውን ገይርዎ መዓ ኢኖ ጓል ኣንስተይቲ ከማናይ ኮልዐ ትገብር ትኽእል እያ ክትፈላለ ከላ ብዙሕ መንገድታት ኣሎ ከምኡ ገይሩ ሓሪሙላ ኣይኮነን ንክትፈላለ ግን እቲ ቤስት ነቲ ፋሚሊ ዝበሎ ረቢ ኣብ መን እቲ ኮምፕተንት ክሕዞ ዝኽእል ኣብ መን ተባሂሉ ኣብቲ ሰብኣይ ከዓ ልዕልነት ስለ ዝስምዖ ኩሉ ግዜ ሓላፍነት ኣብኡ ስለተባሃለ እዩ እምበረይ ጓል ኣንስተይቲ ተሳቅያ ንክትነብር ኣይኮነን ፍትሕ ቃዲ ከፋትሓ ይኽእል እዩ ኮልዐ ትገብር እያ ብዙሕ ኣሎ ብዙሕ ሰብ ኣሎ ኣስላመይቲ ክትፋታሕ ኣይትኽእልን ትኽእልን ፈረቓን ትኽእል እወ ከመይ ዘይትኽእል ቃዲ ኣሎ ናብ ቃዲ ከይዳ ሕጂ ግን ኣብ ቃዲ ዘይርከበሉ ቦታታት ኣብዞም መሳጊድ ዘለዉ ኣኢማ ከዓ ሽዩኽ ኣኢማ ሓላፍነት ክወስዱ ዘይደልዩ ሰባት ስለ ዝኾኑ እዮም እምበረይ ከይዳ ናብ ሓደ ኢማም ኣብ መስጊድ ከምዚ ከምዚ ከምዚ ኣጋጢሙኒ ኢላቶ መፍሩድ መፍሩድ ይህልዉ ከምኡታት ሰባት እዚ ነገር እዚ ክፈትሕዎ ዝኽእሉ ሽግራት ኣማ ቀደም ከምኡ እዩ ነይሩ ትኸይድ ናብ ቃዲ ትኸይድ ናብ ፍርዲ ቤት ትኸይድ ፍርድቤት የላቕቐካ ኣብዚ እውን ከምኡ እዩ ዝግበር ወረቐትካ ትእቱ ይፍርም ትፍርም ድሕሪኡ መንግስቲ የፈላልየካ ተፈላሊኻ ተፍሪቕ ይበሃል ተፈላለየ ዓይነት እዩ ዘሎ ግን እሱ ይኮነን ሕጂ እቲ ወረቐት ዘይብላ ክትከውን ከላ ከምዚ ሕጂ ዝብለኩም ዘለኹ ኣብ መስጊድ ከይዶም ዓቕዲ ገይሮም ኣብ መስጊድ ዓቕዲ ክገብሩ ከለዉ ከዓ ናብ መንግስቲ ከይዳ ትእትዎ ሌጋል ስለ ዘይኮነ ብመንግስቲ ስለ ዘይተፀሓፈ ፍትሕ ካብኡ ክትሰምዕ ትደልያ ናይ ግድን ክልተ ሽሁድ ጌርካ ፈቲሐኪ ኣለኹ ንምንታይ ኣማም ኣላህ ንሳ እውን እኮ ሕጂ ከምዚ ኣብያ ከሎ ኮ ንኻላስ ኣብኻ ባዕልኻ ትፈልጥ ኢላ ንኻልእ ሰብ መፅኡ ክምርዓዋ እንከሎ ተፋቲሐ ኢላ እውን እኮ ክተብል ትኽእል እያ ድሕሪኡ ግን ንሱ ኣነ ኣይፈታሕኹን ኢሉ ዕግርግር ክብል ማለት እዩ እዚ ከዓነ መፍሩድ ክኸውን ኣይግባእን ንሳ ግን ረቢ ስለትፈርሕ ግን ትፅበዮ ኣርባዕተ ዓመት ተኸየሉ ኣርባዕተ ዓመት ካብ ዕድሜኻ ክኸይድ ከሎ ዓሻኔ ንምንታይ ኣርባዕተ ዓመት ቆልዓ ወሊዳ ተመርዕያ ካልኣይሲ ቆልዓ ወሊዳስ ወዲ ኣርባዕተ ዓመት ይኾነላ ዘይወለደት እንድሕር ኮይና መናእሰይ ክንደይ መናእሰይ እዛ ዝብለኩም ዘለኹ ብዛ ዓዲ መንእሰ ቆልዓ ሓደ ቆልዓ ሒዛ ትልምን ኣላ ስጋብ ሕጂ እንታይ ጌርኪ ተኻሪጅኪ ዶ ኖኖ ኣብኒ ይልምን ኣለኹ ያኺ ዐይብ ወላሂ ዐይብ ብናይ ሕኩም ናይ ረቢ ንሕና መጻወቲ ህይወት ሰብ ክንገብሮ ንምንታይ እዚ እኮ ኮንትራክት እኳ እዩ ዓቕዲ ማለት ኮንትራክት እዩ ልክዕ ከምዚ ኩሉ ካብ ኮንትራክት ትገብሮ ተሰማሚዕኻ ትውድኦ ነገር ስለ ዝኾነ ባረከላ ፊኩም ወጀዛኩምላ ር ገዛይ ኣትየ እዚኣ ኣብ ፅሑለይ ንኩሉ ሰብ ሸር በሉለይ ሽዩኽ ዘለኹም ከ ኣብ ኩሉ ዓለም በጃኹም ተሓባበሩ ምክንያቱ ትወስዱ ነቲ ወዲ ተባዕታይ እውን ኣብ ዘንቢ ትእትዎ ኣለኹም ነታ ጓል ኣንስተይቲ እውን ኣብ ዲፕሬስ ትእትዎ ኣለኹም እንድሕር ኣብቲ ሽዩኽ ከም ሽዩኽ ወይ ከም ኣኢማ ሓላፍነት ሒዝኩም በዚ ነገር እዚ ዘይትተሓባበሩ ተኾንኩም እንታይ እዩ ትርጉሙ ኣነ ክርድኣኒ ክእልን እንታይ እዩ ትርጉሙ እዚ ነገር እዚ መፍትሒ ክርከበሉ ኣለዎ ምክንያቱ ተዓሊቃ ከምዚ ኢላ ክንደይ ደቂ ኣንስትዮ ተዓሊቀን ክነብራ ሂወታ ኣብ ሓደ ኢድ ሰብኣይ ኮይኑ እቲ እስልምና ወላ ነቲ ዲን ከማነይ ንምፅላእ ዝበጽሐሉ ግዜ እዩ ኩነታት እዩ ኮይኑ ዘሎ ስለዚስ ከምኡ ክኸውን የብሉን ንሕና ከኣ እቲ ዲንና ከምኡ ይኮነን ዲንና ዲን ራሕማ እዩ ፈጺሙ ከምዚ ዓይነት ስራሕ ክስራሕ ዝፍቀድ ኣይኮነን እስኪ ክሪኦ እቲ ኮመንትኹም ብሕዝኒ ነፍሲ ነገር ኣለዎ ኮይኑ ወንታይ ክነግረኩም ኢለን እግሪ መንገዲ ከዓ ወከይረሳዕክዎ ናይ ቆልዑ ፕሮግራም የዘጋጅዋ ኣለኹ ኩሎም ደቅኹም ኣብ መላእ ዓለም ዘለዉ ኣናእሽተይ ቆልዑት ንገሩለይ በቲ ትግርኛ ይመሃሩ በቲ ከዓንኢ ምክንያቱ ብዙሓት ተኸታተልቲ ቆልዑት ስለ ዝረኸብኩ ስለ ዝሰደዳለይ በቲ ከዓ ናይ ቆልዑት ናይ ስራሐይ ናይ ቆልዑት እዩ ስለዚ እንሻላ ክገብረሎም ሓሲበ ኣለኹ ረቢ ወፈቕ ዱዓ ግበሩለይ ናይ ቆልዑት ፕሮግራም ከዓ ናይ ቆልዑት እዩ ክኸውን ቆልዑት ዘሐጉሶም ደስ ዝብሎም እዩ ክኸውን ምንም ኣይከልክልን እዩ ኩልቲኡ እንሻላ ወቅትን በረካን ይሃበና ነቲ ግዜ እስከ እንታይ ትብሉ ኣለኹም ኦኬ

እዛ ኣህለን ወሳህለን ሓናን መርሓበን ቢኪ ኩሉኹም መርሓበን ቢኩም ሓናን እዚኣ ብዓረብኛ ተኸታትሎ ሓናን ማራን ብጣዕሚ ንፍዕቲ ጎበዝ ኣስላመይቲ ሓፍቲያ ቀረባ ግዜ ተፋሊጠያ ጀዛላ ኸይር ሓንቲ እኽቲ ፋጥማ ትበሃል ኣፋሊጣሃኒ ኣብቲ ናይ ዓረብኛ እውን ብሓደ ኮይና ንገብር ኣለና ማሻኣላ ዓለይሃ ዘኪያ ምህርቲ ንፍዕቲ ጋዜጠኛ እያ እዕላሚያ እያ ኣነ ከምዚ ደቂ ኣንስትዮ ክርኢ ከለኹ ብጣዕሚ ሕጎስ ኮንፊደንስ ዘለዋ ሰብ ማሻኣላ ዓለይሃ ረቢ ሕፈዛ ኣብ ኣውስትራልያ ዘላ እቲ ናሃታ ሊንክ ኩሉ ግዜ ክሰዶ ከለኹ ተኸታተሉ ዓረብኛ ትኽእሉ ስፔሻሊ ንሳ ትግርኛ ኣይትዛረብን እያ ዓረብኛን ትግረ ኣትኽእል ብዙሓት ብዙሕ ኢና ንመሳሰል ስብሓናላህ ማዓይ እኖ ኣብ ተፈላለየ ሕብረተሰባት ዓቢና ብዙሕ ነገር ግን ብጣዕሚ ብብዙሕ ነገር ንዓይ ትመስለኒ ምዃና ደስ ኢሉኒ ማለት እዩ ብከምዚ ኢና ኣክቲቪቲ ንገብር ዘለና እንታይ ኢሉ እንታይ ኢሉ ረቢ ፍርሑ እወን እዩ ኦኬ ኣርባዕተ ዓመት ዓገብ እወ እሱ እንታይ ደኣ ዓገብ ይሆን ብጣዕሚ ዝሕዝን እዩ ኣሎ እዩ ኣነ ከዓ ኣብቲ ናይ ሕብረተሰባትና ዘሎ ነገራት ናይ ግድን ክንዘራበሉ ኣለና ክሪቲሳይዝ ክንገብሮ ኣለና እቲ ሰብ ዋዒ ክህልዎ ኣለዎ ክተሓባበር ከዓ ክኽእል ኣለዎ እዩ ዝብል ኣነ የቐንየለይ ኩልኹም እንታይ ክትገብር ኣለዋ ኣነ ንዑ እንደ እሞ ዘቕርበልኩም ዘለኹ ነቶም ሰብኡትሲ ረቢ ፍርሑ ንበሎም ኩላትና ኣነ ክትገብር እትኽእሎ ነገር ተዝህሉ ደኣ ኣነ ቀዳመይቲ ነይረ ኣነ ባዕለይ ኢደይ ምሰደድ ኩለን ክሕግዘን ተዝኽእል ነይረ ግን ኣነ ስለ ዘይክእልሲ ኣትሊስት ኣብቲ ሕብረተሰብ ወፂናሲ ንዛረበሉ ንቃወመሉ ንኣብነት ስኻትኩም ኣኪድ ትፈልጡ ኢኹም ኣብቲ ሕብረተሰባትኩም ከምኡ ዝገብሩ ደቂ ተባዕትዮስ መሊኦም ኣለዉ ኣነ ደቂ ተባዕትዮ ከምኡ ዝገብሩ ተርእየ ረቢ ፍርሑ እየ ክብሎም ንምንታይ ከምኡ ትገብሩ ኣለኹም ብዝተኻእለኒ መጠን ከምኡ ክገብር እየ ስኻ ኩላህና ከምኡ ተንገብር ነርና እዘን ዘይተፈትሓ ኣንስቲ ዘለዋ ተዓሊቐን እኮ ኣብ ገገዛና እየን ዘለዋ ኣብ ኩሉ ቤተሰባት ዘለዋ እየን መዓስ ካብ ሰማይ ኣብ ሰማይ ዝቕመጣ ኣይኮናን ኣብቲ ሕብረተሰባትና ዘለዋ እየን ሕጂ እዚ መጸዋዕታ ንኹሉ ሰብ እዩ ነቲ እንዳ ፈለጠ ሪኡ ሱቕ ዝብል እተቁላህ ረቢ ፍራሕ ይበሉ ከተሓባበሩ ይፈትኑ እቶም ኣኢመተል መሳጅድ ወይ ድማ እቶም ሽዩኽ ዘለዉ ከኣ ነዚ ነገር እዚ ተኣኪቦም ድዮም ተራዳዲኦም ድዮም ናይ ግድን ሓደ ኮሚቴ ጌርካ ዲኻ ነዚ ከምዚ ዓይነት ሽግር ዝረኽባ ደቂ ኣንስትዮ ወላ ኦንላይን ከማነይ ኣብ ሙሉእ ዓለም ዘለዋ ናብዚ ማሕበር እዚ ከይደን ኣነ ከምቲ ዝኽእሎ ተዝኸውን ነይረ ይህሉ እሞ ናይዞም ኣኢማ ተኣኪቦም ማለት እዮም ኬዝ ከምኡ ይመጾም እቲ ኬዝ ይመጾም ቸክ ይገብርዎ ማለት እዮም ልክዕ ከምዚ ብዛዕባ ኣብዚ ኣብቲ ሙዕብል ዓለም ዝግበር ማለት እዩ ቸክ ይገብርዎ ምስ ሰብኣይ ኮንታክት ይገብርዎ ንዓ ኮንታክት ይገብርዋ ይዘራረቡ እንታይ ትሽግሩ እሞ እንታይ ኢኻ ደሊኻ ክትነብር ምስኣ ትደሊ ዲኻ ኣይትደሊ ዲኻ እዚታት ተረዳዲኡ ሕጂ እኮ ኣብ ብዙሕ ዓድታት ዘለዋ ምሉእ ዓለም ናይ ሓበሻ እያ ንዛረብ ዘለኹ ሕጂ ጠብዓን ተን ካልኦት ኣብ ካልኦት ሕብረተሰባት ኣለወን ክፈትሖኦ ዝኽእላ ናህና ኣሕዋትና ሓበሻ ግን ኢትዮጵያውያን ይኹና ኤርትራውያን ይኹና ኩላተን ግን ዝሽግር ስለ ዘሎ እቶም ኣብ ሽይኹ ዘለዉ ወይ ድማ እቶም ዕለማእ ዘለዉ ሓደ ኮሚተ ከፊቶም ብዕላዊ ዝኾነ ያኒ እንታይ ሽሙ ክገብሩ ይኽእሉ እዮም ኣነ ከም ሓሳብ ማለት እዩ በቲ ሸርዐ ገይሮም ሽዕኡ ሪኦም ኣየናይ እዩ ተፍሪቅ ዝኸውን ኣየናይ እዩ ኩልዑ ዝኸውን ሪኦም ኣይ ባዕሉ ፍትሕ ክህብ ዝደሊ እውን ኣሎ ምናልባት ሕራይ ክብል ይኽእል ምክንያቱ ሽማግለ ተመፂኦም ዓበይቲ ሰባት ዕልሚ ዘለዎም ተመፂኦም ዘይክደፍሩ ይኽእሉ እዮም ማለት ሲ በቃ ሓያ የሕዞም ይኸውን ኣይፍለጥን ግን ኣብኡ ናብኣን ጥራይ በበይኑ ክኸውን ከሎ ግን ከም ድላዩ እቲ ኩነታት ይገብሩ ሕጂ ኩሎም ሰብኡት ዝፈትሑ ይኮና ንብል ዘለና ከዓኒ ተረድኡ ለው ሰማሕቱ ኣለዉ ማሻላህ ማዓት ጥዑያት ዝኾኑ ኣብ ከምኡ ዘይበጽሑ ግን ብዙሓት ድማ ኣለዉ ከም ዝገብሩ ኣነ ቁጽሪ ዘይብለን ኣነ ዝረኣኹዎን ዝሰማዕኹዎን ከማን ክገልጽ ይኽእል እየ ማክት ይመስሎ በቃ ሓይሊ ይመስሎ እዚ ግን ሓይሊ ኣይኮነን ለኣኑ እዚኣ ሰበይቲ እዚኣ ሓፍትኻ እያ ፊኒሃዋ እስላሚት ሓፍትኻ እያ ፅባሕ ንጎሆን ጓልካ ከምኡ ክበፅሓ ክእል እዩ ፅባሕ ንጎሆ ናይ ኩላትና ናይ ሓደ ፋሚሊ ምጣዓይ ናይ ሓደ ምጥቃው ንኩላህና ምጥቃው ማለት እዩ ንኩላህና ድጋፍ ማለት እዩ ግን ንሕና ክንደይ ሰብ ኣፍቲ ተዘሊሙ ሽግር እንዳሃለዉ ክንነብር ከለና ንዓና እውን ጽልዋ ይገብረና እዩ በትን በትን መጽዩ ጽልዋ ክገብረልና እዩ ጽባሕ ንጎሆ እዞም ቆልዑት እዚኦም ኣብ ከምዚ ኩነታት ዝዓበዩ ቆልዑት እንታይ ኦም ከም ዝኾኑ ክንሓስብ ኣለና ወላ እቲ ወዲ ከም ዝገብር ሰብኣይ ሓንቲ ተዕለኒ ክነግረኩም ኣብ ወፃኢ ኣብ ኤሮጳ ኣብ ኣሜሪካ እንድዩ ብጣዕሚ እዩ ዘሕዝነካ እቲ ሰብኣያ ነታ ሰበይቲ ብጣዕሚ ብጣዕሚ እንዳወፀዓ እቶም ቆልዑት እንዳዓበዩ ሪኦም ማለት እዮም በቃ ኩሉ ግዜ ክብህድላን ብዙሕ ሽግር ክገብረላን ሪኦም እንዳረኣየት ዓብዮም ማለት እዮም ፀቕጢ በቃ እዚ ጭቆና ረቢ ዘይፈትዎ ጭቆና ማለት እዩ ከምኡ እንዳረኣየ ዓብዮም መን ሽግር ትፈጥረሎም እታ ዓባይ ጓሎም ዓባይ ጓሎም ብጣዕሚ ሽግር ትፈጥረሎም መጀመርታ ተቃዋሚት ዝኾነቶ ንመን እያ ነቦኣ ንስኻ ነቦይ ነደይ ከምዚ ጌርካ ኣብ ኤሮጳ ኣብ ኣሜሪካ እያ ተቐመጥ እያ ምክንያቱ ንስኻ ኣነ ዕድመይ ሙሉእ ንስኻ ከምዚ ሕማቕ እንዳገበርካ ስለ ድረኣኹኻ ኣነ ኢላ ናይ ባዕላ ሂወታ ዝገበረቶ ዘርዚራ ነጊራቶ ማለት እዩ ሕጂ ከዓ መብት የብልካን መሰልብ የብልካን ብሂወተይ ክትውንን ኢላ ገዛ ገዲፋትሎም ከይዳ ናይ ግድን ናይ ግድን እዩ ከምስታት ክመጽእ ናይ ግድን እዩ ምክንያቱ ኣብቲ ባይታ ሕብረተሰብካ ወይ ድማ ኣብቲ ገዛኻ ዝረኣይ ንሕና ይመስለና ነታ ሰበይቲ እሱ ወይ ድማ እቲ ሰብኣይ ነቲ ሰበይቲ ከምኡ ተገበረስ ተንቆልዑሲ ኣብ ምንታይ ድዮም ዝዓብዩ ዘለዉ እንታይ እንዳረኣዩ ድዮም ዝዓብዩ ዘለዉ ወላ እቲ ወዲ ተባዕታይ ኣብቲ ገዛ ከምኡ ዝዓቢ እኮ ጽባሕ ንጎ ነታ ትምርዓዋ ጓል ኣንስተይቲ እኮ ከምኡ እዩ ክኸውን ከም ናይ ኣቦኡ እዩ ክወስድ ዝገርመኩም ብዙሓት ኣብዚ ዓዲ ኣብ ኤሮጳ ተወሊዶም ኣብ ስዊድን ተወሊዶም ዝዓበዩ ቆልዑት ግርም ኢሉኒ ኣነ ናይቲ ሕብረተሰብ ጸጽቡቕ ከይወሰዱ ናይ ኣቦታቶም ሕማቓት ወሲዶም እምበሻ ገሊኦምስ ወረገ ኣቦታቶም ከማን ከምኡ ሕማቕ ኣይነበሩን ካብቲ ሕብረተሰብ ናይ ሓበሻ ወሲዶም ግን በቃ ጭው ዝበሉ ጨቆንቲ ኮይኖም ርኢናዮም ተመርዕዮም ዝሃረምዎን ኣንስቶም ኣብ እንዳ ፍርዲ ቤት ዝበፅሑ ተፋትሑ ጨካናት ግርም ይብለካ ምክንያቱ እቲ ከምኡ ዘግብረካ ምክንያታት ብዙሕ ብዙሕ ምክንያታት ኣሎ ማለት እዩ ሕጂ ሲ ንሕና ንዝታት ከይመፅእ ከዓኒ ናይ ግድን ኩላትና ኣብቲ ሕብረተሰብ ግደ ኣለና ማለት እዩ ግደ ኣለና ነቲ ሕማቕ ነገር ዝግበር ክንቅይር እንድሕር ዘይክኢልና ንኹላህና ፅባሕ ንግሆ ኣንታ ሱቕ ኢልካ ትሪኦ ነበርካ ሱቕ ኢልኪ ትርኢ ዝነበርኪ ፅባሕ ንግሆ ከዓ ንጓልኪ ይመፃ ከምኡ ለሚዱ ዝፀንሐ ቦርዱ ኣብቲ ገዛ ከይኣቱ ማለት እዩ ድሕሪኡ ንዓ ፍታሕ ለምን እየ ንዓ ገለብል እየ ንዓ ገለ ላዕሊ ታሕቲ ወላሂ ከመይ ዓይነት ሂወት ንመሪፅና ከም ዘለና ኩላትና ነስተውዕለሉ ነስተብለሉ እም ዓሊ ኢብራሂም ሓቅኺ መሊኦም ሓቂኺ ወላሂ ስብሓንላ ወባረከላ ፊክ ወጀዛከላ ር ንሕና ነዚታት ነዚታት ክነንፀባርቆ ኣለና ክንቃወሞ ኣለና ለኣኑ ናይ ማንም ናይ ማንም ፀቕጢ ንማንም ጣዕሚ የብሉን ማንም ኣይጥቀምን እዩ ብሕልፊ ብሕልፊ ጓል ኣንስተይቲ ኣብ ሓንቲ ሕብረተሰብ ተዘይጥዒምዋ ድማ እቕሲም ቢላህ ላ ሰብኣይ ወላ ሕብረተሰብ ወላ ማንም ኣይጥዕሞን እዩ ንሕና እዚ ንሕና ተማሂርናዮ ዝነበርና ተማሂርኩሞ ዝነበረ ብሕልፊ ከዓ እንቶም ሓድሽ ተመርዓውቲ ጓል ኣንስተይቲ ጨቁንካያ ፀቂጥካያ ፅቡቕ ሰላም ይነብር እየ ተይልካ ዓሻ ኢኻ ክብለካ ዝደሊ ኣይትዓሹ ጓል ኣንስተይቲ ብፍቕሪ ክትኸስባ ኣለካ ኣነ ኩሉ ግዜ ዝሕክየልኩም ኣነ ሓንቲ ጓል እየ ካብ ካብ ኣሕዋተይ ደቂ ተባዕትዮ እዮም ኩላቶም ካብ ኩሎም ኣሕዋተይ ግን ኩሉ ግዜ ዘልዕሎ ሓወይ ንምንታይ እየ ንዕኡ ደልዕሎ ኩሉ ግዜ ለኣኑ ብፍቅሪ ንዓይ ስለ ዝእዝዘኒ ነበረ በስ ኣነ ብሓይሊ ዝእዝዘኒ ኣይቅበሎን እየ ፍጹም ኣነ ኣይቅበሎን እየ ጋና ብቆልዓይ ከለኹ ኣይወሓጠለይን ማንም ይምጻእ ማንም ይምጻእ ጋና ጓል ሓሙሽተ ዓመት ከለኩ ተቃውሞ ዝጀመርኩወ ንምንታይ ኣይጥዕመንን ኣነ ደስ ኣይብለንን ሕጂ ንምንታይ እዩ ኩላቶም ላቲ ሓደ ወላ ሓድ ዝያዳ ዝገበረልካ ነገር ኣይኮነን እንታይ ደኣ ግን እቲ ብመሓባ ከም ሓፍቲ ብክብረት ብጽቡቅ ዘረባ እቲ ሓደ ብሓይሊ ይብለኒ ምሽ ኣይሰምዖን እየ እቲ እሱ እቲ ዝብለኩም ዘለኩ ሓወይ ግን ብመሓባ ክብለኒ ከሎ እቲ ነፍስ ዘረባ እኳ እዩ ይፈላለ እቲ ኣቀራርባ ግን ይፈላለ ሕራይ ይብሎ ዓላጡል ኣይምልሰሉን ከማነይ ስለዚ ጓል ኣንስተይቲ ብከምኡ ኢካ ክትከስባ ትክእል ኣብ ሓዳርካ ይኩን ሓፍትካ ትኩን ኣዴካ ትኩን ብጥዑም ዘረባ ብላዛ ብክብረት ኣነ እኮ ንዓኪ ኢለልኪ እየ ሓቢብቲ ኣነ እኮ ንዓኪ ሓሲበልኪ እየ ኣነ እኮ ብጣዕሚ እየ ዘክብረኪ ኣነ እኮ ብጣዕሚ እየ ዝፈትወኪ ንስኪ እኮ ናይዚ ገዛና ዓንዲ ኢኪ ንስኪ እኮ ኣገዳሲት ኢኪ ኣብ ሂወትና እንዳበልካ እዚ እንዳ ሰመዐት ክተብል ከላ ትዕንብብ እንዳ ዓንበበት እንዳ ዓንበበት እንዳ ዓንበበት ኣ ኣቲ ደንቆሮ ኣንቲ ገለ ኣቲ ገለ እንዳ ተባህለት ከኣ ውሽጣ እንዳ ሓበበ እንዳ ሓመመት እንዳ ቆሰለት እንዳ ቆሰለት ትእክቦ ዋላ እቲ ዘይ ተዛረበት ኣነ ከምዚ ከማይ ኣይትእክቦን እያ ታደላትኒ የንፍስ ተወዲኡ ኣልሓምዱሊላህ ከምኡ ረቢ ፈጢሩኒ። እታ ውሽጣ ትሓምም ግን ኣብ ቆልዓኣ ክተውፅኦ እያ ኣብ ገለ ክተውፅኦ እያ ነብሳ ክትፀልእ እያ ብዙሕ ነገር እዩ ዝመፅእ ስለዚ ደቂ ኣንስትዮ ያኒ ማዕ እኑ ደቂ ኣንስትዮ ንባዕለን ከማነይ ዓብ ሽግር እንድየን ደቂ ኣንስትዮ ግን ምስቲ ናይ ባዕለን ዘለዎ ሽግር ከዓ መሊስካ ሽግር ክትውስኸለን ከለካ ንኩላትካ እየን ሽግር ዘምፅኣልካ ቀላል ከይመስለኩም ጓል ኣንስተይቲ ያኢማ ንኸይሪ ክትጥቀመሉ እያ ሓይላ ያኢማ ንሸሪ ክትጥቀመሉ እያ ስለዚ ንሕና ካብ መጀመርታ ክንልምልማ ክንምልምላ ከለና ዓፎን ካብ ብቆልዓ እንከለና ከመይ ጌርና ና ጽቡቕ ነገር ክንጥቀመላ ኢና ክንጽዕር ዘለና ምክንያቱ መፍረሲት ሕብረተሰብ ክትከውን ትኽእል እያ ጓል ኣንስተይቲ ወይ ድማ ሃናጺት ክትከውን ትኽእል እያ እስልምና ገና መጀመርታ ክመጽእ ከሎ ብናይ ደቂ ኣንስትዮ ጉዳይ መጀመርታ ኣጀንዳ ዝወረደ እዩ መጀመርታ ካብ መጀመርታ ረቢ ልዓለሚን ከምቲ ኩሉ ግዜ ንብሎ ወኢዘ ልመውኡደቱ ስኢለት ብኣይ ዘንቢን ቁትለት ኣብ ሕብረተሰብ ተለሚዱ ዝነበረ ባህሊ ጭቆናን ጸቕጥን ዋጋ ዘይብለን ደቂ ኣንስትዮ ንክወርሳ ንክወርሳ ከማን እኳ ኣይፍቀደንን ነይሩ ዝገርመኩም ተመሊስኩም ክትሪኡ ከለኩም ብዛዕባ ሚራስ ክትወርስ እያ መስ ኢሉ ቁርኣን ምስ ወረደ መጀመርታ እቶም ሰብኡት ዓቢዶም እዮም ዓቢዶም ናፍትን ናፍትን ኢሎም ያ ረሱሉላህ ጓል ኣንስተይቲ ክትመርስ ክትወርስ እያ ጓል ኣንስተይቲ ክትወርስ እያ ሱብሓነላህ ኣብቲ ሕብረተሰብ ስለ ደይለመድዎ ሚራስ ክትወርስ ተባሂሎም ክንደይ ጭንቀት ገይሩሎም ድሕሪኡ ረብል ዓለሚን ከዓ ብተፍሲል ኣውሪድዎ እቲ ሚራስ ከመይ ከም ዝኸውን ልክዕ ምስቲ ናህና ኣፋጣጥራ ዝከይድ ገይሩ ረቢ ልዓለሚን ኣቀሚጥዎ ንጓል ኣንስተይቲ ዘሊሙ ኣይኮነን ግን ዓቢ ሓላፍነት ኣብ ወዲ ተባዕታይ ኣብ ሂወታ ንክከውን ግን ገይርዎ ማለት እዩ ስለዚ እዚ ከኣ ይላወቦም ንኩሎም ሽዩክ ሓደ ነገር መፍትሒ ንክፍጠር ከም ዘለዎ ልኣኑ ብዙሓት ደቂ ኣንስትዮ ኣብ ዲፕሬስ ይኣትዋ ኣለዋ። እንድሕር ኣብ ዲፕሬስ ኣትየን ብሕልፊ ኣብ ኢሮጳ ኣብ ኣሜሪካ ዘለዋ ደቂ ኣንስትዮ ከኣ ኣብ ዲፕሬስ ተኣትየን ኣብ ጸገም ተኣትየን ሆስፒታል ተኣትየን ከኒና ክወስዳ እየን ዝገደደ ክኾና እየን ደቀን መን ክወስድወን እዮም ሾሻል ዌርፌር ድዩ ዝበሃል ኣብ እንግሊዝ ንሕና ብኣና ከኣ ሾሻል ይበሃሉ መንግስቲ ትወስዶም ደቂ እስላም መንግስቲ ተዕብዮም ማለት እዩ። ፈቲና ኣይፈተና ሽዕኡ ክንደይ ንርኢ ኣለና ሓታ እዞም ሕጂ ሓደሽቲ ዝኣትዉ ዘለዉ ወለዲ ከማን ንዓኣቶም ከማን ሓደ ታእሽሙ ክህልወኒ ኢንሻኣላህ ተዓላ ሕጊ ስለ ዘይፈለጡ በቲ ሕጊ ካብቲ ሕጊ ወጺኦም ሓደ ሓደ ነጋራት ዝገብርዎ ከማን ብዙሓት ቆልዑት ይውሰዱ ኣለዉ ብዙሓት ቆልዑት ብዙሓት ኣዴታት ይሓዝና ኣለዋ ብዙሓት ኣዴታት ይጉህያ ኣለዋ ስለዚ ንሕና እቲ ሕብረተሰባትና ባዕልና ኩላትና ተዘይተሓሲብናሉ ኩላትና ክንቅይር ተዘይፈቲና ኣነ ስኻ ስኺ ኩላትና ተዘይተሲእና ናይ ማንም ሓላፍነት ንበይኑ ዝኾነ ዝበሃል ነገር ዝበሃል የለን ረቢ ልዓለሚን ከ ኢሉና ኢና ላ ላ ይغይሩ ማ ቢቀውሚን ሓታ ይغይሩ ማ ቢኣንፉሲህም ንቐደም ባዕላቶም ክምክሩ ኣለዎም ክፍትኑ ኣለዎም ዓሻን እቲ ተቕይር ክመፅእ ኣብቲ ሕብረተሰባትና ብዙሕ ሽግራት እዩ ዘሎና ነዚታት ከኣ በብነጥቢ እንዳምጸና ክንዛረበሉ ኢና ግን ሎማዓንቲ ምስ ድደርደሻ ዝሓሰብክዎ ነዞም ኣሕዋትና ክቡራት ረቢ ፍርሑ በቃ እተቁላህ እተቁላህ ከምኡ ትገብር ዘለካ ሰብኣይ ኬድካ ተመሊስካ ረቢ ሳምሐኒ ኢልካ ተውባ ጌርካ ነዛ ጓል ኣንስተይቲ ኣስላሚት ሓፍትኻ ተኾነ ምለሳ ብፅቡቅ ጌርካ ሓዛ ኣይፋለይ እንተበለት ከዓ ሰበይቲ ብሓይሊ ለሚንካ ሓዳር ኣይትኸውንን እያ ግዜ ሃባ ግዜ ሃባ ተመሊሳ ሓሲባ ምናልባት ኩነታት ካሪኣ ክትምለሰካ ትደሊ ትኸውን ትፈቱ ሰበይቲ ሰብኣያ ከኣ መሊኣ ኣላ ወላ እንዳ ጨቆና ትፈትዎ ሰብኣይ ከማን ክትነብር ትደሊ እያ ወላህ ናይ ደቂ ኣንስትዮ ብዙሕ ዓይነት ጠባይ እዩ ዘሎ ዝገርመኩም ኩላትና ደቂ ኣንስትዮ ሓደ ዓይነት ኣይኮናን ሓንቲ ቃል ተዛሪቡኒ ኢላ ከኣ ዘይትሕመሎ ሰበይቲ ሰበይቲ ከኣ ኣላ መብዛሕትኡ እዋን ግን ሓዳራ ክትብትን ሱቕ ኢላ ብዘይ ምኽንያት ወይ ሽግራ ንደገ ክተውጽኦ ትደሊ ብዘይ ምኽንያት ካብ መጀመርታ ግዜ ኣይኮነትን። ለባም ሰበይቲ ፍጹም ከምኡ ኣይትገብርን ምስ መረራ ምስ መረራ ክንደይ ምስ ኣሕለፈት ምስ ጨነቓ እያ ትወጽእ ትዛረብ ኣነ ከምኡ እየ ዝፈልጥ። ሱቅ ኢላ ካብ መጀመርትኡ ንዕዳጋ ተውጽኦ ሽግራ ግን ኣስለን ካብ መጀመርታ እቲ ናይ ትርጉም ናይ ሓዳር እውን ኣይትፈልጥን እያ ወይ ብዙሕ ካልእ ሽግራት ኣለዋ ማለት እዩ እምበር ማንም ጓል ኣንስተይቲ ጥዒምዋ ኣብ ገዝኣ ምስ ሰብኣያ ትፈትዎ ንዕኡ ገዲፋ ሓድሽ ሰብኣይ ሓድሽ ናብራ ክትገብር ትደሊ ሰበይቲ ኖርማሊ የላ ብከምዚ መልክዕ ከቋርፀኩም እየ ክገድፈኩም እየ ስብሓንላ ሓደ ሓደ ግዜ ኣርባዓን ሰለስተን ደቂቃ ኮይኑ ኣነስ ክሕፅር ዘይክእል ይገርም እኳ እዩ ጠጠው ከብል ዝሓሰብኩ ካብ ዓንተቦ እዩ እሞ እንሻላ እቲ በርናመጅና ክህልወና እዩ እቲ ፕሮግራማትና ከዓ ብኩሉ ቋንቋታት ኮይኑ ምስ ኣቡ ዓብድል ሓድ ሃዲ ጀዛሁላህ ኼር ባረከላህ ፊክ ከምቲ በቀዳማይ መጺኡ ናይ ሱረቱል ሑጁራት ተኣሙላት ወይ ድማ ትዕዝብቲ ዝብለልና ክንቅጽሎ ኢና ኣብኡ ከኣ ክመጽእ እዩ እዚ ነጥብታት እዚ በብሓደ ክመጽእ እዩ ከምኡ ከኣ ናይ ፈታዊ ክህልወና እዩ ካልኣይ ከኣ ካልኦት ሽዩኽ ዝመጹና እውን ኣለዉ ብዛዕባ ተፈላለየ ነጥቢ ምስኦም እውን እንሻላህ ሕጂ ጠብዓን ቁርብቲ ሌብ ዕረፍቲ ስለ ዝነበርኩ እየ እትው እትው ዝብለኩም ነይረ ሕጂ ግን ናብ ስራሕ ተመሊሰ ኣለኹ ኩሉ ግዜ ኣይክህልወንን እዩ ግን ብተኻእለ መጠን ክፍትን እየ ካልኣይ ከዓ እንታይ ክህልወና እዩ ናይ ቆልዑ ፕሮግራም ከም ዝበልኩኹም እንደገና ከዓ ንኢ እዚ ናይ ኣብዚ ዓዲ ንኣብነት ዘለዉ ሓደ ኢማም ናይ መስጊድ ዝነበረ እንሻ ላ እሱ ከዓ ሕራይ ተይሉኒ ብዙሕ ተመክሮ ዘለዎ ብተፈላለየ ነጥብታት ልክዕ ብዓረብኛ ይዛረብ ግን ወላ እንዳተርጎምና ወላ ገለ ከዓ ከምኡታት ሓሳብ ኣሎ ዱዓ ኣይንረሳሳዕ ያኒ ባረከላ ፊኩም ጀዛኩሙላ ኸይር ደዊልኩም ሓሳብኩም ዝሃብኩምኒ ድጋፍኩም ዝሃብኩምኒ ኮመንት ኣብ ተፈላለየ ዝጸሓፍኩሞ ኩልኹም ኩልኹም ተኸታተልቲ ብሓጺሩ ብጣዕሚ ከመስግነኩም ይደሊ ባረከላ ፊኩም ጀዛኩሙላ ኸይር ጽቡቕ ምሸት ጽቡቕ

ዓቢ ዘረባ ዘክርዋ ኢኹም እንታይ ኣታ ብትግርኛ መለም የተኣደብ መዓላ ፈውቀል ኣርድ ኣደበሁላ ታሕተል ኣርድ ምስ ረቢ ዘይተኣደበ ኣብ ልዕሊ መሬት ኮይኑ ጽባሕ ንጎሆ ኣብ ትሕቲ መሬት ከኣ ረቢ ዓለሚን ክእድቦ እዩ ክእድቦ ናይ ረቢ ናይ ረቢ ምእዳብ ምቕጻዕ ከኣ ቀሊል ነገር ኣይኮነን ስለዚ ክንፈርሕ ኣለና ኣብ ኩሉ ነገር ማለት እዩ ኣብ ንስትና ይኹን ኣብ ሰብኡትና ንኹን ኩላትና ኣብ ደቅና ይኹን ሓዳር ማለት ቃልሲ ቀሊል ኣይኮነን እወ ሓዳር ብሓቂ ትዕግስቲ ምፅዋር ምፅዋር ኢልኪ ምፅዋር እንታይ ኢልኪ እወ ምፅዋር ምከኣል እህን ምሂን ምባል ዘድልዮ እዩ ዝሓትት ዓቢ ምዕራፍ ናይ ህይወት እዩ። ስለዚ ነዚ ከኣ ኩሉ ኣብ ግምት ምእታው ዝያዳ ከድልየና እዩ። ባረከላ ፊኩም መን ኢኩም ኢልኪ ጽሒፍኪ እወ ራምዛ ራምዛ ኢብራሂም ጀዛኪላ ኸይር ባረከላ ፊክ እወ ብጣዕሚ ንባዕሉ እዚ ናይ ራምዛ ትብሎ ዘላ እዚ ዓቢ ሳብጀክት እዩ ብሕልፊ ኣንቱም ትምርዓው ዘለኹም ኣንትን ትምርዓዋ ዘለኽን ከዓ ቀሊል ኣይኮነን ሓዳር ናብራ ማለት ወለድና እውን ሓዳር ሕድሮት ይብላ ነይረን ሓቀን እየን ቀሊል ኣይኮነን ኣነ ኣነ ኩሉ ግዜ እንታይ ይብል ምስለኩም ኣነ ናይ ባዕለይ ናይ ተመኩሮ ናይ ሓዳር ክነግረኩም ናሃተይ ኢለ ግን ብዙሕ ሰብ ናይ ተመክሮ ናይ ህይወትኪ ኣይትዛረቢ ብዙሕ ብሕማቅ ክጥቀመሉ እዩ እንዳበለ ሰብ ኣፈራሪሑኒ እምበር መዓት ነገር ኣሎ ክገልፆ ዝደሊ ንምንታይ ክመሃረሉ ሰብ ስለ ዝደሊ ፈትዩ ኣይኮነን ሓዳር ዝብትን ብከመይ ንምንታይ ምክንያት እዩ ከምኡ ኮይኑ ብዙሕ ሰራሓተን ኣገዳሲ ነጥብታት ኣሎ ይምክን ከልዕሎ እየ ኣኪድ ኣይተርፍን እዩ ንሕማቅ ተጠቀመሉ ይጠቀመሉ ኣነ ግን ነቲ ፅቡቅ ክጥቀመሉ ዝደሊ ክመሃረሉ ዝደሊ ብሕልፊ ከዓ እዞም ሓደሽቲ ሸባብ ክምርዐው ዝሓስቡ ንክምርዐው ዘይተርፍ ንመፃኢ ማለት እዩ ካብቲ ንሕና ዘሕለፍናዮ ናይ ሓዳርና ንሕና ተመኩሮና ዘይንገልጽ ምኳንና ብጣዕሚ ዘሕዝን እዩ ኣብ መጻሕፍትታት ዘይምስፋርና ብጣዕሚ ዘሕዝን እዩ ምክንያቱ ደቅና እውን ካብኡ ብዙሕ ምተማሃሩሉ ነይሮም ጥራይ ግን ኣብቲ ናብራና ግን ብዙሕ ሕማቅ ዓይኒ ሪኦም ንሳቶም እውን ሕጂ ብዙሓት መናእሰይ እውን ብዙሓት ደቅና እውን ዘይተዓወቱ ኣብቲ ናብራን ኣብቲ ሓዳርን ንሪኦ ኣሎና ማለት እዩ ብብዙሕ ምክንያታት ግን ሓደ ካብኡ ግን ናይ ወለዶም ዝርእዎ ዝነበሩ ኣብቲ ገዛ ሕማቅ ከም ዝነበረ ኣትሊስት ወላ ኣብቲ ምፍልላይ ከማን ጽቡቅ ተፋላልዮም ጽቡቅ ገሮም ዘዕብይዎም ተትኾኑ ውን ዝሓሸ ነይሩ ማለት እዩ እዚ መውዱዕ እዚ ጠብዓን ኣገዳሲ እዩ ኣብ ሓደ ሕብረተሰብ ከዓ ኩሉ ሰብ ሕጉስ ኮይኑ ክነብር ሓዳር ሰብሪ ዘድልዮ እዩ ፍዕለን ሰብሪ ረቢ ሃበና ንኩላትና